ኣብየት ኣብየት ኣቲ ነዚ ዘረባሲ ምኹናይ ኳና ጌርክዮሲ ኩኒ ኩኒ ኩኒ ኩኒ ስቕል ከተብልዮ ዘይበጽሓ ከይትብል በጺሕዋ እዩ በጺሕንወ ቆልዓ ምስ መዓብያት ንኺዳ ሓዳር ክግበሪ እንተበልኩ ዕጭ ሓንፈፍኩ ኢላ እሞ ደሓን ምዕልታ ሃብና እሞ ኣነ ካብያ ገዛ ተሓዝኩ ዶ ነድሓነት ከይደ ክመዓታ ሰምዒ ጉዳይ መለይ ክገብሩ ዞም ሰቡት ኣቕስን እዮም ንየሴፍ ተቐበል ይኽብላ ኣንታ ክትሰምዓና ድያ ጥንሕዋ እከታተለኩም እየ ዘለኹ እንድያ ትብለና ዘላ እቲ መንፈሳ እኮ ምሳና እዩ ዘሎ በሊ ደሓን ኪዲ እሞ ተላዚብና ከኣ ክንነግረኪ። ኣይከይድን እስኹም ኣብ ጸገም ከለኹም ትገዲፈኩም ኣይከይድኒ ከምቲ ኣብ ሓጎሰይ ደው ኢልኩም ምሳይ ኣብ ሓጎሰይ ዝነበርኩም ኣነ ከኣ ኣብ ጸገምኩም ደው ክብል እየ ርግበ እውን ተሓንጊዳ ከሽኮንድረላ ክእል እየ ኣንቲ ግደፍ እንደ ዝገደደ ነገር ከይተምጥልና
ኣንታ ክሳዕ መዓስ እዮም ክትንዕቑኒ ግደፉኒ እንደሆነ ንስኹም ኣነ ክዛረበልኩም ካብ ናይ ኣገዛእ ዘረባ ናተይ ዲሓይሽን ካበይ ኣገዛእ ደኣ ጸቢቕ ክትሕሽ እምበር ተስኻኻ ደኣ ላዲ ተራእይካ ከሰተ ግደፍ ቀሰተ ህግደፍ ክሳዕ መዓስ ኢኻ ክትንዕቐኒ? እንታይ ከም ዝገብር በል ከርእየካ እየ። ኣቲ ግደፍና እንደ ሕጂ ዘረባ ሒዝና ኣለና ኺዲ ገዛኺ። ኦይ ተደሊኻ ንስኻ ገዛኻ ኺድ ከይብለካሲ ከመይ ኢልካ እሞ ገዛ ክትርኢ? በረኻ በረኻ ኮይኑ ዘሎ ሰፈርካ። ዎው ኣታ ኺድ ኣነ ዳሕራይ ቆልዓ ክልእኸልካ እየ። ዋእ ኪድ ደኣ። ኣንቲ
ኣንቲ እንታይ ኢና ገርና ግን ታኣኺ ሰብ ጸልኦ ስራሕ ትሰርሒ ተጨኒቕና እንዳተላዘብና ኣንታ ተደጨንቕ ኣለኩም ኣንስትኹም ከፍርሓኹም ጀሪደን ጥርንፍ ኣቢልኩም እቲ መቐመጭኦም ደይ ትገርፍዎን ሃይ ጀዲደን ጥርንፍ ኣቢልናስ መቐመጨን ክንዘብጠን ኣይ በዓል ንስኺ እንዲኺ ግዲ ከውሒ ርእሳ ኪዳ ገና ኩላ ሰብ ተጨኒቓ ተጸሊላ ኣብዛ ቅርዓት ኮይና እምኒ ክትድርብያ ሽዑ ክትርእዩኒ ኢኹም እንታ እንታይ ደኣሎም ከበይናይ ኣብዚኣ ገዲፎሙኒ እዋይ ጥራኣት ረኽብዮ ወዳያ ዘበልይ ኣታ ከም ኮይኑካ ድዩ ከም ወዲ ኪዳነ ኣብዚ ቅርዓት ኮለል ክትብል ምራኹትካ ዘይትሕሉ ዘየለዋ ደንበ እንዲኤን ከይደን ኳእ እሞ እንዳ ሓወቦኻ ኸኣ ማሕስእ ማሓለኻ። እንታይ ደኣ እንክ ከመይ ዲኻ ኣብዚ ኣፋፌት ኮፍ ኢልኪ ኣደይ ጽርሃ ኸኣ ኣብዚ እየን ኮፍ ዝብላ። ዋ ኣደይ ናበይ ረኺብካየን ገዛ እንድየን ዘለዋ። ወይ ሓፍተይ እዚ እዝንኽስ ብቆልዓ ኸኣ ተርገሚት እዮምልኪ። ኣይፋሉን ኣብዚ እየ ጸኒሐ ገዛይ ኣተኹን።
ኦ ሓፍ- ንመን ዲኻ ደሊኻ? ኣነስ ነታ ሚለና ደልየ በዚ መጽየ። ንሚለና ደኣ እንታይ ደሊኻያ ወደያ ዘወልዲ ንስኻ እኮ ሰራም ኢኻ። ሓዋ እንድዩ ዘርዩ ወቂዕኒ ግርም ገበረካ እሞ ክትወቕዓልካ ዲኻ ተናድያ ዘለኻ ኣይ ፋሉ ክሕጸየኪ ክብላ እምበር ናይ እንዳ መን ሕጸ ኣንታ ክጎድፎ ዶ ዘረባ ክሕጸያ ዶ ይብለኪ የለኹን ዋይ እዚ ማሕስእ ህ ክትወቕዓልካ ዲኻ ተናድያ ዘለኻ ኣይ ፋሉ ትንከፍ ጥራሕ ኣብላ ቢረይ ክኣትወካ ዋእ ኩሉኹም ዲኹም ዘሪላ ንዘሬላ ወ ህ መዋዕልቲ ደይ እኳ ኣቤት እባ ደይ ክትፈትዋ ስምዕባ እንታይ ክትገብሪ ደኣ መጺኺ ምሽ ተመሪዕኺ ከድኪ ዋ
ምዃን ቆልዓ ኾንካ ደቂስካ በይ ጓይላ ሳዕሲዕካ ከይትኾን ይትባ ጓይላ ዝነበረ ዋይ ሕጂ ኮይኑ እኳ ተራእየኒ ወደይ ሓፍተይ በዓል ኣደይ ተፋቲሓ መፅያ ክብላስ ሓቀን እየን እምበኣር መን እየን እዚአን ደቂ ሕድርትና ዋይ ደቂ ሕድርትና ደኣ ኣበይ ረኺበናኻ በዚ ድሕሪ ገዛኹም በዚ ድሕሪ ገዛኹም ወይ ህውክዕት በዚ ብዓባይ ክስ እዝንኻ ሓሚምኪ ወይ ኣዴኻ ደን ሓሚመናኻ ኦ ከይደልኪ እዚ እዝንኺ ከዓ ማይ ውዕያን ጥብ ኣብሉ እንዲኡ ክሓዊ ዋይ ማሕስእ ኣንታ በዚ ማይ ውዒ ገይሩ ክልብልበኒ እዩ እኮ ደልዩ እ? ኣታ እንታይ ዝበሎ ስንክሳር ዝኾነ ቆልዓ እዩ እዋይ ናይ ዓንተው ይባእ ዘኪርኒ

ኣቤት ኣቤት ትርግምስኪ ከምኡ እዮም ዝገብሩ እዮም ኣቤት ኣንቲ ርግበ ኣብ ኣፍኪ ደኣ ኮይኑ እምበሪ ወረጃ እኮ ኢኺ ዋይ ቆሎ ስለ ዘቕረብኩ ድዩ ወረጃ ኮይነ ኣይፋሉ ስጋሻ ናይ ምቕባል ክብረት እባ ኣድሃነት እኮ ክመፃ ከለኹ እያ ገፃ ተኣስበል ሰንስ ተበዲለኔን ኣይጠዓመኒ ናይ መለይ እንተላ ናይ ኤሴፍካ ድገደደ መፅእወን እሞ ብከምኡ እንደ ደኣ ወረጃ ዝብለኪ ዘለኹ ናይ ድሓነት ፀገም እኳ ፍሊጥኪ እምበር ኣረ ሕነ ደኣ ገዛ እትው ክብልን ክዛረቡን እዮም ኢላ ገጻ ክትኣስረለይን ሓደ ንዐን ሲ ትሓዙለን
ኣነ እውን ክኽእሎ ኢለ እምበሪ መዓስ ጥዒምኒ ኣይተበዲለ እንዴ እዚ ቆልዓ ከዓ ካብ ብኣጉኡ ናይ ኣቦኡ ፈሊጡ ነይሩ ተትኸውን እዚ ኩሉ ሰበብ ኣይመፅን ሓቅኺ ንሱ እዩ እቲ ሓቂ ሃንስ ከሰተኻ ኣብይ ከሎ ንዓይ ሕሽኹልኒ ነተዝኸውን ዝገበርና ምገበርና ካብ ኩሉ ካብ ኩሉ ዝቆልዓ ተበዲሉ
ሃንስ ኣነ ፈልጥ ጥራይ ይብሉ ኮይኖም ከሰተኻ ካብ በደሎም ክሃድሙ ደልዮም ንሱ ጥራሕ ትብል ኣለኺ ወረ ዮሴፍን መለይ እንኳዕ ይዓበሱ ንሱ ይፈትዋ እዩ ንስኻ ናይታ ሓውደ እንዳይ ሳግዲ ኮይና እምበሪ ንመድሃኔ ዘይኮነ ንዮሴፍ እየ ዝፈቱ እያ ትብል ነይራ እዋ ከምኡ ከዓ ደገደደ ነውሩ ምኾነ እወ ዝሓፍተይ ሕጂ ነዚ ቆልዓ ተዳህየ እሞ ክንላዘቦ ንስኺ ከኣ ዝገበርኪ ገገርኪ እዛ ናይ ሃንስ ነገር ተጻወርዮ።
ቆልዓ ደንግጭኒ እም ነደይ ናብቲ ኣማሪካ ከይደ ከቐህላ እየ ናብ ብሉስያ ከረክባ እየ እይ ዝብል ዘሎ እ ዓዲ ደድሕሪኡ መጽያ ትዛረበሉ ደላ ኮይኑ ስለ እተሰምዖ ካብዛ ገዛ ምጻእ ኣቢልና ዋይ ወደይ ዓደይ ሃገረይ ኢሉ መጺኡ እታ ርእሱ ዘቕንዓላ ወትሩ ሃሪሞም እንድዮም ኣደቂሶምክቲ ንስኺ ሕጂ ንዓኺ ክጥዕመኪ ተጸቐጢ ኣይ እወ ህልኽ ጽቡቕ ኣይኮነን ቁሩብ ናይቲ ቆልዓ ናይ ዛብ ለቡ ከም ዘጠርኩ እምበሪ ዘይውላድካ እኮ ውላድካ ኣይኮነን ሓቆም እወ ሃንስ ከኣ እዛ ኩላ ነዛ መርዓ ኮለል ዘብላ ዝነበረ ኣብ ውሽጡ ዝሓቕዮ ስለ ዝነበረ እዩ እሞ ምሳይ ደየላ ዘቡ በርቲዕክዮ ሓይልክዮ እቲ ርግብ ሓብተይ ዋይ ተላይ ዳኣ ጸውዕዮ እዚ ቆልዓ በጃኺ። መዓስከ ንዓይ ሰይኮም ኢኹም ኣያ ገዛ ከመይ ኣለኻ ከመይ ኢልካ ውዒልካ ዝወደይ
ኩሉ ናትካ ዘረባ ኣነ ሰሚዐዮ ግርም ዝወደይ ዘረባ ሓጽረልና ዮሴፍ ወደይ ጉቢዝካ እንዲኻ ዓቢ ሰብ ኮንካ ትቐጽ ዝወደይ ዓደይን ህዝበይን ኢልካ መጺእኻ ጽቡቕ ንፉዕ ዝወደይ ያ ኣነ ከምኡ ኢለ ዓደይ ስድራ ኢለ መጼ ነይረ ሕጂ ንምንታይ መጼ የሕርቐኒ ኣሎ እንታይ ጽቡቕ ረኺብካ ደኣ ትሓርቕዎ ዝወደይ ንሕና ምስ ሰማዕና እኳ ኣጉሂና ኣያ ወዲ ሰንበድናዮ።
ወረ ሚለና ጓለይ ሲ ክሳብ ሕጂ የሴፍ ሓወይ እናበለት እያ ለይቲ ለይቲ ትምህርር ደላ። ሓቃ ሓቃ ሓቃ ሓቃ ወይ ዮሴፍ ሓውና ሓሪቑ ጉሂ ኢሎም ድዮም ኩሎም ስድራ ከዓ ሓሪቖም ጉሂዮም ዘለዉ ኩሎም ስድራ ኩሎም ጉሂዮም በዓል ኣዴኻ ኣሞኻ ሓሚማ ተፀይራ ከይዳ ፀጋ ድማ ሰንቢዳ መፅኣ እንታይ በሃል እዚ ዋዕ
ኣያ ገዛኢ ሕጂ እንታይ ዘረባ ደሊኻ ኣቦይ ኣደይ ተባኢሶም ኣለዉ ንዖም ተዓርቆም ኦኬ ኣነ ናብ ኣደይ ይኸይድ ኣንታ ዮሴፍ ወደይ
ስምዓዮም እንዶ ማርያም ትስምዕካ ዝወደይ ደይ ትሰምዖ ኣንታይ ኣንሲፍ ወደይ እሞ ብዝኻለ ደኣ ናብቲ ዓዲ ኣሜሪካ ተመላኒ
ነይ ኣያ ገዛእ ሕጂ ሰሓቂ የለን ኦኬ ልበይ ሓሪቑ ኣሎ ንዓይ ኩሉ ተሓዋዊስና ኣሎ ደሓን ሕራይ በለና እምበሪ ኩሉ ከነዕርዮ ኢና ምስ ከሰተ ከዓ ከነራኽበካ ኢና ዝወደ ነይ ኣያ ገዛኢ ኣነ ኣይደልን እየ ኦኬ ኣነ ኣይደልን እየ ወይ በቲ ገደል ከይደ ኣነ ይፀድፍ ወይ ናብ ኣሞ ይኸይድ እንታይ ገበርካ ዝወደይ ፀላኢኻ ዝደፍ ኣይፋልካን እዩ ሴፉደይ እቲ ንቡር ከ ነዴኻ ባይቶ ጎየ። ኣደይ ንዓይ ጸሊእክኒ ክኸይድ ደሊኺ ኦኬ ኪድ በልኒ ኣነ ንዓኺ ይፈትወኪ እየ ኪድ በልኒ ኦኬ ኣነ ናብ ኣሞየ ይኸይድ። እሞ ካብቲ ሓቂ ርኣ ካብ ምብዳህ ክንውጽእ ኣንታ ወደይ ናዕ በጃኻ ስምዓና። ነይ ነይ ኣይከውን እየ ኦኬ ኣነ ወዲ ከሰተ ኣይኮንኩን ወዲ ሃንስ እየ ኦኬ ንሱ እ ኣቦይ ክኸውን ደልዩ ኦኬ ንነብሱ ባዕሉ እንታይ ይበላ እ እ ንዓይ የሴፍ ወደይ ይበላ ንነብሱ። ኣንታ የሴፍ ወደይ እንታይ ትሰምዓና? ነይ ኣደይ ኣደይ ንዓይ ኣሕሪቓትኒ፣ ንሳ ንዓይ ኣጒሃትኒ፣ እንታይ ኢላትኒ? ንስኻ ወዲ ሃንስ ኢላትኒ ነይራ፣ ሕጂ እንታይ ትብል ኣላ? ንስኻ ወዲ ከሰተ ትብል ኣላ፣ ኣደይ እዚ የሕርቕ እዩ። እዋይ
ይሕርቕ ይሕርቕ እወ ይሕርቕ እወ፣ ግን ኣቐዲምና ነጊርናካ ኢና። ናይ ብሓቂ ቡኻ ከሰተ ብህይወት ከሎ ሃንስ እዩ ቡኻ ኣይንብለካን ኢና። እዚ ቀደም ዝገበሩ ዓቢ ጌጋ ዓቢ ጌጋ እዩ። ፕሊስ ነይ ኣደይ ፕሊስ ኣነ ክፅለ ልደሊ ኣለኹ ኦኬ ኣነ ነጊረኩም ኣነ ወዲ ሃንስ እየ ኦኬ
ኣንቲ ዝቆልዓ ክንደይ ውዒ እቲ ናይ ብኡ ናይቲ ክልተ ተብኡ እኳ እዩ ወሲዱ እዋይ ዋይ እንታይ ፈሊጥናልኩምና ኢኹም ከምኡ ብኡ ሃንስ ውዑዩ ተጻዋታይ እዩ ንብል ነርና ሲ ጥር ኢልካስ ወዲ ከሰተ ይበሃል እዋይ ዋይ ሕጢኹምና ሕጢኦምና ብዓቢና እዚ ቆልዓ በዲሎሞ በዲሎሞ ስንዲ ደኣ ዝገደደ በዲሎሞ ወይ ወደይ ሓቁ እንዲ እሞ ሕጂ ደኣ እንታይ እዩ ዝግበሩ ኣንታ እንታይ እዩ ወሪድና እንታይ ኢና ንገብሮ ክበሮ ንምሽ እንታይ እሞ ክንብል ኢና ዋይ ወደይ ሓቁ እንዲ ወረ ከይፅለለና እንታይ መዓት ይበሃል እዚ መዓት እንዲ በሲስና ኣብየ

እንታይ ዶ ገይረ እየ ገዛኽን መፅየ ተዕከርኪረ እየ። ኢለ ስቕ በላ እዋ ምስ ርግበ ተሃላሊኽክን ዲኽን? ኦው እንታይ ዘተሃላልኽ ኣለኒ እኳ ኣፈይ ዘይኮፈትኩ። እሞ ንዞም ሰብኡት ናብ ዕዮኦም ክምለሱሲ ሰብ ኩና እዛ መለይ መለይ እኳ ኣይተደንግፀክንን። ፅራይ ደሓን ዲኽን? ኪዳ እንዳ ገዛኽን ካልእ ይኣኽለኒ። ኣይከይድን እየ ካብታ ተደንግጮሙኒ እዮም። ኣነ ከየደንግፀክንን? ናይ መለይ እናጓሃየኒ ናይ ዮሴፍ ተወሲኽንስ ዕልል ክብል ኣለኒ? ትብላዎ ወይለከ ንመለይ ተኾነ ሓዋ ወዲ ዓዳይ ዓምጭዋ ዴሴፍ ተኾነ ከኣ ደይ ጽባሕ ናበዲ ይኸይድ እዩ ከመይ ድበለ ቆልዓ እኳ እዩ። ሕራይ ሰሚዐኪ እንታይ ግበራ ኢኽን ትብላኒ ዘለኺ። እቲ ቆልዓ ኣበሳ ኣብሉን ከም ብዕራይ መኸዳ ወዲ ኩስቶ ኢኻባ ወዲ ኩስቶ ኢኻ እንዳበልኩም ኮለል ኣይተብሉ ከይትኸፍኣ ናቱ ጉዳይ ዓጢኽን ናይ መለይ ግበራ። ቆልዓስ ኣመታ ዝገበረ እኳ የለን። መን እዩሞ ክገብር? እስኹም እንተኾንክን እም እህ ክትብላ ከሰተ እንተኾነ ንዓኽን ፈሪሖም ገዛ ይኣተውን። መን እዩ ኣመታ ክገብር? ኣያ ገዛእስ ደይ ከምኡ ዝበሉ? ትንዕቑሉ ኮንኩ እምበር ናተይ ዘረባ ደይ ሓይሽን ካብ ናይ ኣያ ገዛይ። ወረ ገና ባይታ ምንጥል ኣቢለ ዓዲ ባዕለይ ከነባብራ እዩ። እዞም ኩሎም ዓበይቲ ዓዲ ከለውስ ባዕልኽን ክተማሕድራ? ከመይ ደኣ ብሃንስን ከሰተን ምጀመርኩ። ንሃኒ ትንከሰሰ እስኹም ዓዲ ትድውሽዋ ስለ ዘለኹም ግራት ተራድኦ ተቐቢልኩም ሓሪስኩም ምህርቲ ሓፊስኩም ንድኻታት ሃቡ ኢለ ምኣዘዝኩ ኣንተን ክኢልክሎ እንዲኽን ደኣ ፅንሕነ ደኣ ናትክን ከኣ ኣንስቲ ዓዲ ኣኪበ ኣብ ሓመድ ሓፍትና ተበዲላን ተወፂዓን እያ የግዳ ሓዳራ ንፋስ ከይኣትዎ ንየሴፍ ትቀበሎ ናይ መለይ ጉዳይ ከዓ ብወግዕን ባህልን እንዳባ ንመድሃኒቱ መርዓዎ ኢለ ምኣዘዝኩ ኣንቲ ኣንትን ጥርሃ ንስኽን በዓልቲ ዓድና ዲኽን? ኣንትን ኣነ ወይ እንታይ እሞ ክገብር ናተይ እንዶ ከፊእኒ እዛ ቆልዓ ሓዳራ ብትን ኣቢላ መጺኣ ኮፍ ኢላ ወዮ እቲ እዝና ከኣ ይኾርዓና ኣሎ እንድዩ። እሞ እቲ ሽምግልና ደኣ ኣብኣ በጺሓ ደኣ ኣብያሃክን ኪዳ ሓዳርኪ ግበሪ ዘይትብላ? ናትካ ዶ ሰልጠልካ ኮይኑ ንኸሰተን ሃንስን ንዕመ ናብቲ ዓዲ እንዳ ሓማኣ ኪድለይ ኢሉዮም ግን ጉዳዮም ዓጢጥዎ። እንታይ እንታይ እናበሉ ክኸዱ ኢልክን? ኣብቲ ዓዲ ከይዶም ወሊዶም ክመጹ ተኾይኖም እምበር። እህ ኣብ ድኾዱ ወዲኦም ክወልዱ ኣንቲ ተሓሜን ሃንስ ውን ዘይሰማዕናያ ደኣ ኮይኑ እምበር ወሊዱ ኣሎ እንታይ ገደኽን ውላድ ኣለዎ። እቶም ናተይ እምበር ሃንስስ ጎራሕ እዮም። ኣይ ርግበ ዶ ክጥሕርኦም ኮይነ። እስ ክንደይ ትሕይላ እ ርግበ ደኣ ተውሳኻ ድንን ምስ በለት እንታይ ዶ ትብልያ እዛ ሽጉርቲ ዝብኢ ከም ገሬላ ቅንዕ ተበለት ከኣ ገው ኣብሉዋ። ኣነስ እንታይ ክብል ዶ ተረኺበ እየ። ከም ባሕሮ ላምዳ እየ ክፍለ የሱስ ጡይ ድበለ ቀርኒ ኣለክን ጠምጢኽን ዶ ዋዛ ኣለክን እዩ። በላ ትኣኽለክን ኩሉ ሰሚዕክን ኣሎ። በላ ኪዳን እተዋለይ ነዞም ከሰተ ናብ ልቦም ክትመልስኦም የሴፍ ክኸደልክን እዩ ጉዳይ መለይ ትገብረን። ዎው ሐራይ ሰሚዐክን ኣለኹ። ማርያም ትስማዕክን ማርያም ትስማዕክን ዘን ሓፍተይ ንሰበና ከኣ ክሰደልክን እንዴ ምዕድ ኣብላለ ኢኽን። ሐራይ ዘን ሓፍተይ

ኣቲ መሬ ደሃይኪ ክገብር ኢለ መጽየ ነብሰይ ምኽኣል ኣብዩኒ። ዶ ኣነ ገጽኪ ክርኢ ደልኒ እ ሂወተይ ኣባላሺኻያ ኢኻ ናብ ሰብ ቁሊሕ ከም ዘይብል ጌርካኒ እ ዓዲ ሸምጢጣኒ።
ኣንቲ መሬ ወየ ደኣ ጉዳይ የሴፍ ኣልዩ ኮይኑ እምበሪ እ ኣነ ንስኽን ጽባሕ ንግሆ ተበርዒና ብሓንሳብ ሓዳርና ምስ ወጻና እኳ ዓዲ ኣፋ ረምጢጣ እያ ስቕ ክትብል። ዶ በል ከይትሓስቦ ከይትሓስቦ መለይ ካበይ ሓሊፉ ደኣ መን ክዛረበኪ ክደሊኺ እዋ በዓል ኣቦይ ከዓ ጉዳዮም ዓጢጥዎም ኣሎ። ኪደለይ ሰብ ከይርእየካ።
ይርእ ዝሓፍረሉ የብለይን። ኣነ ኣያ ከሰተ ንመለይቲ ምርዓዋ ዶ ተኢልኒ ሕራይ እያ መልሰይ። እወ ንስኻ ከምኡ በል ኣነ ግን ንዓኻን ነቲ ወዲ ሓወቦኻን ንዘለኣለም ክርእየኩም ኣይደልን እየ። ኣቲ መለይ ወይ ደኣ እቲ ጌጋ ውዒለዮ ኮይነ እምበሪ ኣቦይን ኣቦኹም እኳ ኣሕዋት እዮም። ዋ ናይ ኣሴፍ ሓወይ ነይሩ ጸገሞም ንሱ ከዓ ተፈትሑ እዩ። ሕጂ ኣነ ተመርዔ ንዓኺ ክሕሰኪ ኪደለይ ይብለካ ኣለኹ። እንታይ ደኣ ኣብ በረኻ ዓዲ ደኣ ንእቶ እምበር ንስድራ ነጊርና ክንምርዖ ኢና ዝበልክኒ። ዓዲ ክእትወኒ ኢለ እምበር ክጸልኣካ ጉዳም እየ። ዋላ ኣቦይ ንመድሃኔ ከመርዕወኪ እንተለኒ ሕራይ ኣይብሎን እየ። ኣሕ ዋይ ጥልመት!
ዝኹሉ ድሒነክስ ንዓይ ክትጠልምኒ? ኣነ ግን ጸጋይ ዘይትሓልፋ ተኾንካ ኣነ ክሓልፋ እየ እናበለኒ ከሎ ዓገብ እዚኣ ናተይ ኣይለ እየ ኣድሒነኪ ንክትፈልጢ እወ ኣታ ዘትገርፈኒ ዘትገርፈኒ እንታይ ገይረካ ዘትገርፈኒ ናባይ ነቦ ገጢሞም ደሎ ሽግር ዚኣኸሎ
መለይ የሴፍ ትብልሉ መዓልቲ እኮ ኣኺሉ እዩ ደጊም ሓዊ ኮይኑ እዩ ተኸለለ ዶ ኸደልካ ደሓን ክኸይድ እየ ኣነሲ ኣቦይን ኣቦኽን ንጉዳይና ከልዕልዎ ስለ ዝኽእሉ ኣነን ንስኽን ኣቐዲምና ተላዚብና ክንጸንሕ ስለ ዝደለኹ'የ እምበሪ ጨካን ምዃንኪ ይፈልጠኪ'የ። ከይደ ኣሎ። ጥራይ
ሸልሓጥ ፈተውኡ ዲኻ በሲልዎ ዘሎ?

ኣቦይ ከመይ ቀና ባዕልኻ ትፈልጥ ንዝኾነ ኣጆኻ ኣጆኻ ኢልካ ሳብ ፀገም ክሸሞ ተኾይነ ብ ፀገም ሸሞ ባዕሉ ዘይኮነ ተፀጊመ ኣለኹ ሓግዘኒ ኢልኒ ኣነ ካልእ ሰኾይ ጉህ ኢለ በል ሕራይ ኣብ ሓሳብካ ኣለኹ ኢለ እሞ ሕጂ ሓይሽ ቆልዓ ጠኒሻ መስሓቅ ዓዲ ጌርኩማ ዘለኹም ጠኒሳ ስታይ ኣታ ዝመድሃኒ ሓወይ ስጣቋ ኣለዎ ማለት እዩ ኣነ ካዚ ኩሉ በረኻ ቀኒናሲ ሓሳብ ልበይ ዘየስመርኩ ኢለስ መዓንጣ ካብደይ ቀርፅ ኢለ ይቐኒ መሊስካ ከኹም ክትብል ነዚ ቆልዓ መን ውሰዶ ኢልካ ኣለካ ኣለኹ ሙት ሓወቦይ እንታይ ደኣ እሞ ክገብር ሓወይ እንዳጓየ ስቕ ኢለ ክርኢ መለይ መለይ እናበለ ንሓሰር ኮይኑ ሰፈሩ ተኾን ቀረ ካብቲ ንሓሰር ዘይተኣልዮ ኣነ ድየ ንሓሰር ኣስፊረ ሱስዎ ሓቅኻ ፍትወት መለይ ኢልሉ ምስ በለ ንሓሰር ኮይኑ ሰፈሩ ንስኻ ኸዓ ንዮሴፍ ከይተውግቦ ክትብል ንመለይ ኣይምርዖካን ኢልካ እንታ ንኻ ተወካ ኸዓ እብለካ ኣለኹ እንታይ ሓላይ ኣይኮንካ ጀናይ ሓወይ ክምርዖካ እናበለካ ደይኮነ ንስኻ ዕጭ ኢልካዮ ዘለኻ ኣኽቢጭካዮ ዘለኻ እንታይ ጥዒቲ ቆልዓ እሞ ኣምፅኢለይ ጉዳይካ ገዲፍካ እባ ነዚ ቆልዓ ኣብ ፀገም ሸሚምካዮ ኣታበትኪ ግደፍ ግደፍ ሓወ እካ እብለካ ኣለኹ ግደፍ ሓወ ጌታ ሃርመኒ ንወድኻ ክብል እየ ብዘይ ፀገም ይኣትየ ዘለኹ
ክብል ክደ ሕጂ ኪድ ይብለካ ኣለኹ ብዚኣ ከይርእየካ ንስኻ ናትካ ክትገብር ኢኻ ነዚ ቆልዓ ኣብ ፀገም ሸሚምካ ይብለካ ኪድ ይብለካ ኣለኹ ሓወይ ግደፍ ግደፍ ግደፍ ኣቦይ ኢለ ክኒ ናብዚ መፅየ ዘለኹ ግደፍ ኣብታ ዝነበርኩማ ናይ ቀደም ባዕስኹም ከይትምለሱ ባዕሉ ፈልጥ ንሱስ ታይ በዓል ፅቡቕ እዩ ኮይኑ እንታይ ፀገም ረኺብካ እ? ሕማቕ ረኺብካ ከይብለኒ እንድዩ ኣብታ ደንበ ተሓቢኡ ዘሎ ግዲ ኪድ ይብለካ ኣለኹ ኪድ ይብለካ ኣለኹ ዓዲ ከይትኣቱ ኪድ በዚኣ ግር ኣንታ ኪድ ይብለካ ኣለኹ ኪድ ይብለካ ኣለኹ ዋ ንኣንታ ጨጓር ዝብኢ እ? ኪድ በዓል ቤት

ንዓኺ ተረኺበ ደኣ እንታይ ነዲየ ክደሊ ኮይነ ናትኪ ዘረባ ኮትዐ። መላእ እተዋ ገዛ ተዓይላ እተዋ ተዋባ ሳንዳይ ጸሊእክኒ ዲኺ? ኣይፋሉን ምስ ዓበይቲ ከተዕልላ ኢለ እምበር ንስኽስ ጓል ሰብዓ ዓመት እንዲኺ ሕርር ኢልኪ ከም ዘለኺ ኣብ ገጽኪ እኳ እዩ ዝፍለጥ ዘሎ እንታይ ኣተወኪ እንታይ ገደሸኪ ኩሉስ ንስድራኺ ጥንጥን ደይተብልሎ ዋ ኢሂ ዮሴፍ ከ ወዲ ከሰተ ይኹን ይኹን ዋ ተኖም ኻዳ እንታይ ይበሃል ድዩ እንታይ ይበሃል ገመል ሰሪእካ ጉንቡሕ ጉንቡሕ ኣሎ ድዩ ወረ ከመይ ከመይ ንኸውን እሰይ ሴፍ ሓወይ ኩን መድሃኔ ሓወይ እዩ ዝመስል ንኩልና መሲሉና እቲ እቲ መሸከሉ እቲ ቁሽዑ ወላ እቲ ላዛ ዘረብኡ ከ እዩ እዋይ እንታይ እሞ ክንብል ኢና ኢሎሙና እምበር ንሕና ዶ ኣስመራ ከድና ኣጻሪናያ እታ እሞ ከምኡ በለትና ንሕና ከዓ ከምኡ ኢልና እምበር ኣነስ ኣብዚኣ ኮይናስ ብከመይ ኢና ፈሊጥና ኣነስ ሓቂ ዘይመሰለኒ እዚ ኤሴፍ ሓወይ ርእይ ይብሎ እሞ ሀይ ሄይ ሄይ ሄይ ኢልኪ ልቀስ ዋይ እንታይ ዘልቅስ ኣለኪ ኣቦኺ እኮ እኹል ቆልዓ ኢና ካኒ ተባሂሉ ከምኡ ጌር ደይልቀሰስ ንስኺ እታ ወደላ ኣዴኺ እሞ ከዓ ከበሮ ሓምሓም ሃሪማ ትኸውን ተሓጒሻ ትኸውን ኣይ ንዓኣ እንዲ ከፊእዋ ዘሎ ምስ ኣቦይ ዘረባ ገዲፋቶ እቲ የሴፍ ሓወይ ካብታ ገዛ ምውፃእ ኣብዩ ምስኡ ተኾርምያ ኣለኺ እቲ የሴፍ ከ እንታይ ይብል ነይ ነይ ነይ ኣነ ወዲ ሃንስ እየ ወዲ ከሰተ ኣይኮንኩን ከምዚኣ ኸዓ ወዲ ከሰተ ኣይኮንኩን ወዲ ከሰተ ኣይኮንኩን ጎ ኖ
ኮሚድካ ደኾን ኮይኑ እሱስ በድበት ይጠዲኡስ ወዲ ከሰተ እዩ ወይ ኣንቲ ትናደይ ፅርሃም እዩ ዝበላኒ
ኣቴ ክትገብላ ከምዘ ተወስከ ገዛኺ ወይለከ መዓት ከደኣ መጠት ዛነብቲ ከደና ቀንያ ንዛ ገዛ ፅህታ ንዮሴፍ ኣይትፈትዎን እንዲኻ ወለከ ከምኡ ከ ኣለዎ እዩ ወይ ጠፍኣት ዋትና ክንደ እቶ ከዚ ክልብለኪ ኣለኹ ኣንቲ ቆልዓ ምሳኺ ዶ ቀኒና ኢና ከመይ ኢልኪ ቀኒኺ ደይ ትብልኒ ጓሕና ኣይሰማዕክናን እንበለክኒ ኣይ እምበኣር ድሕቲ መልሓስ ኪልክኒ ልቢ ሎም እንዲ ኸዓ ኣዴ ከላ ዶ የላ እንዳ ሓወቦይ ከይዳ ኣላ
ዋ ኣብዚ ኮፍ ኢልና ከለና ብሕጓዶ ደኣ ወፂኣ ኣላ ደይ በለትኒ ንሳ እንዳይ ጥሪትኪ ከመይ ኢለን ቀንየን? ደሓን ዶ ቀኒኺ? ኦህ ንዓኽስ ኣብታ ደንበ ከለኽ ምዝራፍኪ'ያ ነይራ። ዋእ ኣብቲ ንኣደይ ጥራሃ ጥዕይቲ ዲኽን? ከመይ ከመይ ኢኽን ትብላ ዘለኽን? ዓው ዶ ኢለ እየ።
በሊ ንዕነ ንዕነ ቅተላኒ ቅተላኒ ክልቴኽን ንዕነ ቅተላኒ። ኪዳ ገዛኽን ኣብዛ ገዛ ኣይትኣትዋን ኢኽን። ሳንዳይ ዝረይለይ እባ

ኢታ ኮንከ ኢለካ ኣታ ንስኻሲ ንሚልዮን ሓፍተይ ዝኣክል ወቂዕኻስ እንታይ ኮንካ ኸዓ ክትብለኒ ደሓን ክንዲ ሓፍትኻ ዘሪኻ እንዲኻ ትኣርመን ዘለኻ ደይምሳስ ነደይ ፅሃር እያ ጠሪፋትኒ ዋላ ሰንዲ ኸነ ኣኾና ወሰን ከዓ በቲ ገጅፍ ኢደን ገይረን ዘቢጠናኒ ወቂዕናኻ ወ በልና ተናእኽረካ ድሕር ሕጂ ግን ንሚልዮን ኣብ መንገዲ ረኺብካ ተተንኪፍካያ ኣነ በዚ ሒዘ ናብዚ በለስ ከእትወካ ሞይቲ ፃረፍ እየ በላ ኣንታ ንሳ ከማኻ ኣይኮነትን ኣብ መንገዲ ረኺባ ሰብ ጸረ ንሳ ሳና ደኣ ትፈልጥ እያ እሞ ከይደ ከይድ እንተ ከይድ ጨኹታ መድኣኒ እንዳ ሓሰር ደኣ ገዲፍካዮ ዲኻ ንዓ
ዋ ከርእየካ የበል ከርእየካ ናብ ኩሉ ሓዋዊሰስ ርእስኻ ከም ተዓከ ጽናሕ ኣንታ መፍቶ ቆልዑ ባይኮነ ነይረ እንታነ

ገለ ደኣ ተጌርክና ኣምበሪ ሚለና ደኣ ካብ ብምኣስ ትጻረፍ ደሓን ደሓን ንሱሲ ሰብ ረኺባ ዘራይ ጌራ ወይለይ ምስ ጸጋ ደየን ብሓደ ደለዋ ጸጋ ደኣ ኣባይቲ ከምዚኣሲ እዛ ፈጣጥ ዓይኒ ሓርገጽሲ ንዓይ ንዶ ሓወይ መጺኣ ክትክልክለኒ እዚ ኩሉ ከኣ ብሰንክኺ እስኺ ኢኺ ልኢኽኪ ገለ ደኣ ደኣ በስክኖ ተሊክን እምበር ኣነስ ኣይለኣኽክዋን እታ ሚለና ከደኣ እንታይ ረኸባ ንጸጋ ጸሪፍኪያ ኢላ ክትርኢ እንዲያ ሳንዳ ኢላ እኳ ክትመጸኒ እያ ደሓን ዲኽንከ ኦይ
ኣንቲ ኣብ ካልእ ደላ ጊዘ ኣንቲ ርግበ ሓፍተይ ኣይነድሓነት እንዲ ከይደያ ነይረ እማይ ትበሊ ርግበ መሳ ዓዲ ከይትኾና እንታይ ክንትገብራ ዘለኽን ኣያ ገዛኢ ከፈተ ሃንስ ከይደም ዶ የስምዕዋ ንዓይ ግን ሰሚዓትኒ ላድሓነት እስኽንሲ ነድሓነት ኣስሚዕኽና ዋላ ደለኒ ዓድና ትልዕቑ ንኾንኩ እምበር ኣፍታ ዳዕሮ ኮይነ ወረ ገለ ከነባብረኩም እየ ሃንደስ ንዓድካ ከምዚኣ ግበር ከሰተ ከምዚኣ ግበር ርግበ ከምዚኣ ግበሪ ኣድሓነት ከምዚኣ ግበሪ ኣያ ገሊኣ ከምዚኣ ግበር እንዳበልኩ ንኩላ እዛ ዓዲ ሰስራሕ ኢኻ ትሕዛ እየ እንታይ ደኣ በልክና?
ንየሴፍ ኣይተጓንዮ ርግበ መመላእታ ስኢናትሉ እምበር ሓቒፋቶ ነይራ እያ ንሱ ከኣ ልዕሊ ኣዲኡ እዩ ዝፈትዋ። ንስኺ ከኣ ካብ ወረደክን እንታይ ደኣ ክገብራ ትቐበልኦ ኢኒ። ዘረባኽን ስንኪ ኣብ ኣይካ ይወድቕን እዩ። ዓሻ ተመሲልካ ድራር ወድኣሎም እናገበርክዎ እምበር እወ። እሳ ከኣ ሓይጣት ዘረባ ኣቲ ጥራይ ክንደይ ትልብማ ክንደይ ከ ትውሕልላ ኢላ ኣያ ገዛኣ ከምዚኣ ኢሎም ደየስምዑንስ ንስኺ ስሚዕክኒ ኢላትኒ። ዶ እወ።
ኣደይ ዘረባ ከመይ በልኪ? እዋይ ወደይ ቆልዓ ጻዕጺሉ። ኣለዋ ኣንታ ሰናይ ኣታ ሕያዋይ እስኻ ዶ እዚ ምስ ረኸብካ ኣታ እስኻ ዶ እዚ ምረኸብካ ኣታ ሓላል ጥርሃ ወደከ እንተውንኪ ንመልእ ከይመርዕዎ ጎቦ ጎቦ ዝብሉ ነበሩስ ነዚኣ እያ ፕሊስ ፕሊስ ኣደይ ጽርሃ እዚ ከምዚ ዘረባ ሕጂ ኣየድልን ኣነ ኩሉ ረሲዐዮ ኦኬ ኦኸይ እሞ እንተ ኣኾይ ወደይ ዝደርሱ ሳዕ እዩ ወዲ ዮሃንስ ኔርካስ ወዲ ከሰተ ደቂ ክልተ ስድራ ናብ ሃንድ ዋይ እዚሲ ወላ ዝሰምዓዮ ከማን ጥዑም ኣይኮነን ግርምሲ ቆነትን ሓቂ ድበይ እዘን ቀለውዕ ካብ ኣፈ ቤት ንገዛ ምእታው ክኽልክላኺ ዋ እዚ ቆልዓ ኣብ ርእሲ ቁስሉሲ ጨው ክትንስንሳሉ ነውሪ ዶ ኣይኮነን ኣደይ ፅርሃ ንስኺ ዓባይ ሰበይቲ ኢኺ በተክስያን ኬድኪ ትሳለሚ ንምንታይ ኣብዚ መፂእኺ ሕማቕ ዘረባ ትገድፊ ኣይ ርግበ
ደረዶ ሰጊረ እየ ሰጊርክን እወ ሚለና ተትኸውን ስምበሪ ማስ ሰጊራ ምዘለፈትክን ነይረ ቆልዓ ብፀገሙ ተሓሙሸሲ ኣብ ርእሲ ሽግሩ ሽግር ክትውስኻሉ ነውሪ ዘይኮነን ዋይ እግረይ ትቆረጥ በላ ድሓነት እቲ ቆልዓ ኣበሳ ኣብሉን ፀገም ኮይኑ ደሎ ናይ መለዩ ኢለን ኣለዋ ኣነ ሕጂ ናብ ኣደይ ክኸይድ ደለ ኣለኹ ኦኬ መለይ ሓፍተይ ኮይና ይፈትዋ ነይረ ስቲል ሕጂ እውን ይፈትዋ እየ ግርም ገበርካ ዝወደይ ግርም ብሩኽ እዚ ቆልዓ ትኩር እንድዩ ትኩር እኮ ናይቲ ዓዲ ወፃኢ ድቕመጣ ግዲ ኮይኑ ከዓ ሊቕ እዩ ሊቕ ያ ያ ኣነ ናይ ኣቦይ ናይ ሃንስ ጊላይ ወሲደ ንፉዕ ኮይነ ኣይ ካበይ ኣምፂኻዮ ናይ ሃንስ ጊላይ ናይዛ ኣብዚኣ ድኸረምካያ ዲኻ እምበር እስኻሲ ወዲ ከሰተ ኢኻ ናይ ሃንስ ኣቤል ዘርሃ ዘረባ ክደክን ኣሎ

ወለተ ወይ ሕማቕ ኣመል እንታይ ተደኣ ክበሃል እዩ እዚ ኣደይ ኣደይ ፅርሃ እንታይ ንዓይ ትፀርፍ መፅያ ዋላ እንታይ እዚኣ ኣደይ ርእሳ ከም እግራ ገጅፍ እዩ ግን ኣይሰርሕን እዩ ወይ ዘገረወኛ ወይ

ዋይ ኣታ ዋይ ኣንተ ትእዝንኻ እባ ተሰቑሩ እዩ ኣንታ መድሃኔ እዚ የሴፍ ሓውኻሲ ወዲ ከሰተ ኮይኑ ጸኒሑ እንታይ ኮይኖም እዮም እቶም ኣያ ከሰተኸ ንኽንዲ እዚ ዓመታት ዓቢጦሞ ስቕ እስኪ በሊ ስቕ እስኪ በሊ ሚስኪና የሴፍ ሓወይ ኣደንጊጽኒ ካብዛ ገዝኡ ምውፃእ ስኢኑ ሚስኪን ኣይ እንታ ክወፀሉ ዘረባ ዓድና ድዩ ጠፊእካ ሓውካ ኮይኑ እዩ እምበር ንስኻስ ዒደራ እንዶ መውፀኻሉ ናይ መለይ ከዳኣ እንታይ ትገብር ኣለኻ? እንታይ ማለትኪ እዩ? ዋእ ኣደይ ጓል ከሰተ ዶ ጠኒሽ ኣይበለትንን? እዝኒ ክልቴኽን ይጠኒሹ ዋ ኣቲ ተባህለ ክትብላሲ ከተሕማራ ኣነ ዋ ቆርብ ሓዳር ክንደይ ትገብራ ኣዴኺ ኸኣ ዓዲ ባዕለ እየ ከናኣብራ ዓዲ ባዕለ እየ ደናኣብራ ትብል ኣላ ዋ ኣደይ ኣይበለትን ኣደይ ዝበለት ዓዲ መዛረቢ ረኺባ ዮሴፍ ወዲ ከሰተ ኮይኑ ጸኒሑ እየ ዝበለት ኣይ ኣታ እንጣጢዕን ዘራእልን ኣባይ ኣንቲ ንዓኽሲ እቲ ሰብኣይክስ ምሳኺ ምስኡ ዘየጽንሓኪ ነበረ ወደይ ኣብቲ ሓዳርኪ ደይጸንሕ ነበርኪ ንሕና እውን ቁሩብ ከነዕርፍ ዋ እንታይ ዶ ግበረለይ ኢለካ ናይ መለይ ከይኣኽለካ ናባይ ግዲ ክትሰግር ኢኻ ዋይ ትደይ እሞ ዝንግዓክን ንስኺ ዳኣ በላዓ ዝረኸብኪ እንታይ ክትዓብስለይ ሓዳር ተዘይትገብርስ ጓቕሩ ምፈተንኩ ነይረ እዋ ኣንቲ ንስኺ ዳኣ ከማኺ ኺዳኑ ዝፈትሐ እዩ ዝወስደኪ ንዓኺ ዕድል ተጌርኪ እኳ ንሱ ምስ እምበር ምስ ኣደይ ጽርሃ ዳኣ በይ ዋይ ወይለይ ወዲ ሓወቦ ካጀናይ ደኣ መዓስ ካብ ደመ መፅዩ ወይለ ቬና ኣሎ ወይ ነለ ኣሎ ኢዛ በላሕና ሓዋይ ዋ ኣንታ ፀጋ ሓዋይ ነ
በረኻ በረኻ ኮይኑ ናብራኻ ሓንሳብ ዕርብ ዘይተብል እዋይ መድሓኒ ኣንታ እዚኣስ ናይ ኣቦኣ ድያ ወሲዳ ኣይ ኣቦኣ ናበይ ንፈልጦ ናይ ኣደኣ ወሲዳ ትኸውን ንመድሃኔ ኣብ መዓት መለይ ጥብሽ ኣቢልካዮሲ ሽርብ ኢልካ ኣዴኺ እያ ቀዲማትና እምበሪ ሰበ ንንዓኺ ኢና ሓሲብና ነርና እዋዕ ኣታ ግደፍ ኣደይ ፅርሃ ከይሰማዕካ ዋይ ጥቓ ኣደይ እኳ ምዃንኩ ሳይ ሰበ ንቕጨን ሰኣን ልባ ዋይ ኣነ እኮ ክፈትወኩ ጉዳሚ ሰሚዐ ከለኹ ዶ እዛ ሓዳርሲ ካልእ እኽል ኣቢልኪ ጠንጢንክዮ ተኾንኪ ነቦይ ንሰበ ነሕተተለይን በልክኦ ዋ ንበረኻ ሒዝካ ንክትከይድ በዛ ርእስኻ ሕዝ የብለካ ናይ መለይ ከይኣኽለካሲ ንዓይ ክትወስደኒ ዋ ኣንታ በላኒ ብዛዕባ መሊሱ ንበይሽዋ ወረ ቁርባ ዛረባ ምዃኑ ክሰሚዕኻ
ኣንታ ጸጋይ እንታይ ደኣ ከትገብር ኣለኻ መለይ ጠኒሻ

ኣድሓነት ሓብተ ምሳኺ ክንላዘብ ኢና መጺና። እወ የድሓነት ኣቢሽና ኢና እቕረበልልና። ከሰተ ድማ ስኽ ኣይትበል ኣቢሸይ በላ። ኣነ ድኣ ቅረበልለይ ኢለያ እንዴ ምስማዕ ኣብያትኒ እምበሪ። ኣድሓነት ሓብተይ ናተይ ዘረባ ዘይስምዓክሲ ናይ ጽርሃ ዘረባ ትሰምዒ ኣለኺ ደጊም ኣነ እንዳበሪት ዓዲ እንዳበለት እኮ ዋሪዳትና። ከምኡ ዶ ኢላሃኩም? እወ ዘረባ ጥዑያት ዘይተሰምዐሲ ዘረባ ጽሉላት ተሰሚዑ። ጉዳን ኣንታ ናብ ጉዳይና እንደ ንእቶ ተነቢሕና እኮ ክንትኮስ ደሊና። ንስኻ ደኣ ወረ በጠበጥ ኢኻ ክትከይድ ዝግበኣካ ነይሩ ካብ ፈለማ ንስኻ ጥዒኻ ነርካ እንተዝትኸውን እዛ ኩላ ነገር ኣይምመጸትን። ናብ ዘረባኹም ዶ እተው እንታይ ኢኹም ኮለል ትብሉ። እወ
ኣድሓነት ፈትያ ከላ ናብ ጉዳይና ንእቶ እንተምጺኣ ሓያል እያ። እተይ ትም ትብል ኮይና እምበር ሕያወይቲ እኮ እያ። ኣቤት ኣቤት ኣቤት ኣቤት ዘረባ ኣቤት ዘረባ በሊ ዮሴፍ ወዲ ከሰተ ካብ ኮነ ናብ ኣዲኡ ክንሰዶሲ ኣብዛ ገዛ መጺና ክንደላልዮ ሕራይ በልና። ወዲ ከሰተ ምዃኑ ነጊርኩም እንዲኹም ንዓ እንታይ ግበር ትብሉኒ ኣለኹም። ከምኡ ደኣ ኢልክና እንዲኺ ምስ ኣሕዋቱ ከነደላልዮ ንብለኪ ኣለና። እወ ሕራይ በልና ነዚ ቆልዓ ምስ ኣሕዋቱ ከነላልዮ ብድሕሪኡ ናብታ ኣዲኡ ክንሰዶ። ካብ ልብኺ ተቐበልዮ ኣብዛ ገዛ ከነምጽኦ ንብለኪ ኣለና። እንታይ ኢለ ኢለ ኣቦኻ ኢልኩም ንገርዎ እኮ ኢለኩም። እሱ ደኣኻ ፈለማ ኢልክዮ እንዲኺ ትድሓኒ። እወ ናይ ቅንዕና ግበርያ እ ከሰተይ ከምዚኣ ከም ትመጾ ፈሊጡ እዩ ኣደርዑ ናባይ ዝደርበያ ሕጂ ከኣ ከምዚኣ እየ ዝበልኩ ከይብል ሕራይ በልና ነቲ ቆልዓ ከኣልዚብና ናብ ኣዲኡ ክንሰዶ ናይዝስ ሕራይ በልኩኹም ናይታ ጓለይከ እንታይ ይኹን መን እዩ ነዛ ጓለይከ ከምዚ ገይሩ ክጣበቀላ። ናታ ድማ ከም ናይ ኣቦታትና ንገብር እዛ ቆልዓ ናይ ብሓቂ ተበዲላ እያ ነቲ ሕውነትኩም ሕውነት ክንውሰክሉ ድማ ንመርዕዎም። ታይ ደኣ ሕጂ ድኣ ኣብ ሞባይ ተደዊልና ተኻሲስና ኢልኩምና ኢኹም። እወ ኣድሓነት ሓብተይ እታ ናይ ቀደም ሕውነትና ትሕሸና ኣነ ነዛ ቆልዓ ክክሕሳ እየ ዮስየፍ ከኣ ካብ ፈለማ ፈትዋ ነይሩ እዩ ሕጂ ከኣ ሓብቲ ኮይናትሉ ባቃ።
ኮፍ ኢልካ ክትዛረበሉ ደኣ ኩሉ ጥዑምኒ ጓል ዝወለደ ኩሉ እዩ ዝበፅሖ ከምኡ ይትበሉ ድሓነት ሕጂ ከሰ ተካልኡ ስርሑ ክስርሕ ሓግዝዮ ንዛ ቆልዓ ድማ ዳሳ ክንተክለላ ኢና ወድሓንኪ ንኺድ ሕጂ ካልእና ጉዳይና ክንገብር ንኺድ እሞ ቡን ከይሰተኹ ኣንታ ዳየ ቡን ደኣ ካልእ መዓልቲ ነርክበሉ ነርክበሉ ንኺድ ንኺድ ንኺድ

እዚ ሰበነ ትብሎ ዘላ መለይ ጤኒሻስ ሓቃ ድያ? እንታይ ፈሊጠ ኢልካኒ ኢኻ። ሰይ ከሐጉሰካ ኣነ እኮ ሕጉስ ኢለ እየ ዘለኹ። እንታይ ኣነስ ገሪምኒ እዩ ዘሎ። ነያይ ከነጊርካዮ ዶ ዮሴፍሲ መዓንጣ ከብዱ ቅርፅ ኢሉ ኸውን እምበር
ኣቦይሲ ናይ ዮሴፍ እዩ ዝሐስቦ ዘሎ እ ወዲ የኸሰተ ምዃኑ ወዱ ከም ዘይኮነ እዮ ነጊርዎ እዩ እንታይ ትብል እወ ዮሴፍ ዝሓውኻ ኣይኮነን ዋይ ጉዳም ስማዕ ኣታ እንታይ ዝበልዎ መስተንክሪ ዋዛንታ ሕጂ
ኣቦይ ናይ ገዛእን ነደይ ድሓነት ከረድእዋ እዮም ከይዶም ዘለዉ ብድሕሪኡ ከዓ ናተይ ናይ መለይን ከዓ ዛረብሉ ኾኑ ድሓን ድሓን ስምዓኒ ንመድሃኒ ሓወይ እታ በረኻ ዝበልኩኻስ ኮይና ርኢኻያ ዶ ጥራይ እንቋዕ ነብሳ ረኸብካያ እምበሪ ኣያ ኸሰተ ከይፈተወ ጓሎ ክበካ ኢለካ ነይረ ኢልካኒ ሰይ ሕጂ ሰብኣይ ኮንካ ኣያይካሲ ከምዚ ኢሉ ዝሕጎስ እዩ ንመድሃኔ ሕማቕ ምሂርካዮ እንዳበለ ብእምኒ ዘሳጉጎኒ ዘሎ ንኣይ ዘሕስበኒ ዘሎ ናይ መለ እዩ ጠኒሳ ኢልካ ኣሎ ዘረባ ዋይ ዋይ እንታ እንታ መድሃኔ ክንዲ ሰብ ኣኺልካሲ ዝኽጠፋካ ነብሳ ረኺብካ ዳ እንታይ ደሊኻ ኣንታ ጸጋይ ጠኒሳ እኳ እዩ ዝብለካ ዘሎ ቀብ ትበል ካብለካ ኣለኹ ዋይ መለይ ከረኺብካዮ ዶ መዋንሳ ተሕምቐካኒ ክጠሃረካ ኦይ ኣብቲ እንዳሓሰሮም ጸኒሓትኒ መዓልክ እንተልክዋ እንኳዕ ኣይትረእያ ገፍገፍ ኢላ ሰብ ኮይነ እኳ ኣይተሰማዕኽዋን ምስኪነይቲ ደሓን ደሓ ኩለን ግራዙት ፈለማ ከምኣየ ደሓር ግን ተመርዐን ኣብ ንእዲ ምስ ደየባ መድሃኒ ሓወይ ጸጋ ሓወይ እናበለት ካብዛ ነብስኻ ፍልይ ኣይትብል ይበሎ ይበሎ ሕጂሲ ከመይ ከመይ ክኸውን እኳ እዩ ደሕስበኒ ዘሎ መድሓኒ ዋ ተጣዒስካ ዲኻ እሞ ኣንታ ጸጋይ ሓወይ ብሓደ ክንረኽባ እሞ እንታይ እዩ ሓሳብኪ እንታይ ክንገብር ክንብላ ክንላዘባ ዋዋዋዋ ንሓይ ተሪኣ ዳኣ ናብ ነብረ ክትቅየር ኣንታ መድሃኒ ሓወይ እዚ ኩሉ ሒዝናያ ክንመጽእ ከለና ክንፍንዋ እንታይ ዳ ኢላትኒ እንታይ ኢላትካ ምስኪነይቲ ብሕርቃ እንተነፊሓ ዝነበረ እዚ ኩሉ ወሪድኒ ዘሎ ብሰንክኻ እዩ እምበር ንመድሃኒሲ በዘን ስናነይ ገይረ ይመቕረብክዎን ደሓን መዓልትኻ ተጽበ ኢላትኒ ኣነ ከዓ በዛ ልበይ እንኳን ነይ ኮንኪ በቲ ዝገበርካያ ተሓጒሰ ስለ ዝነበርኩ መለስኩላ እኳ በል ከምኡ ኮይኑ ኣሎ ወይ ሓብታይ ቅብቅብ ባር ኣቢልካያ ስማዕ እስኪ ኣታ መድሓኒ ሓዊ ትጥንስሶ ፅብቕላ ዶ ኣንታ ትፃወት ዲኻ ዘለኻ ኣንታ ጠኒሻ እኳ እዩ ዝብለካ ዘለኹ ቁሩብ ዶ ትሓስብ ተመናኒ ዋ ተጣዕሽካ ዲኻ ሲላ እምበር ከብደይ ትበልዓኒ ሚስኪነይቲ ካብ ገዛ ናብ ቅርዓት ምውፃእ ኣብያ ኣብታ ገዛ ምስ ተኾርመየት ጎራዝቲ ዓድኻ በታ ኣፍኣፍየታ ክሓልፋ ከለዋ ክጎጥያ ከለዋ ሲ ተሕዝነኒ ሚስኪነይቲ ደሓን ደሓን እዚ ደኣ ንቡር እንዲ እንታ በልሓኒ ወረዳስ ምስ ተኸልኩም ዒደረ መሊኡ እዩ ከምዚ ኢላሲ ሰብ ትኸውን ኮይና እውን ኣይስምዓንን እያ ኣንታ ሕጂ ከም ዝበለሲ ኣብቲ ሓዳር ምስ ኣተኻስ ከመይ ይኸውን ወደይ ዋ እንታይ ማለትካ እዩ ተመለትከ ከመይ እዩ ዝኽወኖ ስማዕ መድሃኔ ሓንሳብ ነቲ ሓጢኣት ኣቲኻያ ኢኻ ካልኣይ ግዜ ጌጋ ክትገብር ኣይትኽእልን ኢኻን ትምርዓዋ ኣኸለ እዋ እንታይ ኣነስ ወደይ በዚኣ ገይረ ዋላ ናብታ ሞይ ክሃድም ተዘይኮይነ ናብታ ሞይ ክሃድም
ኣንታ ሕጂ ባይበት ክዝበሃለልካ ስማዕ መድሃኔ ኣነ ካብ ድሕሬኻ እንታይ እዩ ዝኾኖ ከመይ ቢለይ ብዛ ዓዲ ክቐውም ለካ ኣለኹ ጸጋይ ንስኻ ንእታ ከይትኸውን ንስኻ ንእታ ከይትኸውን እወ እታ ከይትኸውን ንዓኻ ደይ ኮንኩን ኣጆኻ ኣጆኻ እናበልኩ ኣብዚ ኩሉ ጸገመት ኢኻ ዘለኻ ድሓር ሰሚዕኻ ኣለኻ እዛ ሓሳብ እዚኣ ተቋርጻ ንዓይ ስንዒ ዋላ ዋላ ዋላ ዋላ ይተበርሀኒ ዘሎ ስምዓኒ መድሃኒ እዚ ነገር እዚ ምስ ትውዕሎ ንሓዋር ወዲ ሓወቦይ ኣይኮንካ ንብለካ ኣለኹ ሰሚዕኻ ኣለኻ ነዚ ዓዲ እዚኣ ኸዓ ዳግማይ ኣይቅቀላን እየ ዓኸበ እዋ ኣታ እንታይ ማለት እዩ ወደይ ኣንታ ኩሉሲ ናባይ እምበር ኩሉ ሽግርስ ናባይ ይጥቕለል ኣያ መድሃኒ ርኻብ መከራ ኣብ ዓዲ ትረክብ መከራ እ ኣብ በረኻ ትረክብ መከራ ብኹሉ መከራ እዋይ ወዲ ሓወቦይ ኣይጥዓኻን ደስ ኣይበለንን ዘረባኻ
ወይዛ ዳዕሮዬ በዓልቲ ግርማ ትለምልመለየ ከም ቀደማ ኣታ ከም ቀደማ